ሰላም ከመይ ትኾኑ ናይ ሎማዓንቲ ርእስቲ ሒዘልኩም መፀ ዘለኹ ናይ ምዝመዛ ኢንፎርሜሽን ኦቨርሎዲንግ ወይ ከዓ ፃዕቂ ሓበሬታ ኢለ ኣለኹ እዚ ንሓደ ሰብ ብብዝሒ ሓበሬታ ብምሃብ ደጋጊምካ ደጋጊምካ ኣብ ሓደ ኩነት ማለት እዩ ዓቕሉ ከም ዘጸቦ እሞ እቲ ሓበሬታ ክበዝሕ ከሎ እቲ ሓንጎሉ ንኩሉ ሰሚዑ ኣመዛዝዩ ንክውስን ኣብ ዘይክእለሉ ከም ዘይክእል ትገብሩ ማለት እዩ መመሊስካ ደጊምካ ደጊምካ ብዙሕ ሓበሬታ ብሓንሳእ ተፍስሰሉ ማለት እዩ እዚ ኣብ ናይ ሸቐጥ ኣብ ናይ ዕዳጋ እዞም ክሸጡ ኢሎም መወዓውዒ ዝገብሩ ገለ ይጥቀሙ እዮም ብብዝሒ ብዘይ ዕረፍቲ እቲ ሓበሬታ ምስ ፈነወውልካ ንኩሉ ሓበሬታ ኣኪብካ ክትሰሚዕካ መሚኻ ክትውስን ስለ ግዜ ዘይብልካ ብፃዕቂ ናይቲ ሓበሬታ ትሰማማዕ ምስቲ ሰብ ከይተረዳእና ንገብሮ ማለት እዩ ሽዑት እዚኣ መትገፅ ገለ ምስ በሉካ ገለ በቃ እዚኣ ገለ ትብል ማለት እዩ ምክንያቱ እቲ እምሮካሲ ኦቨዎም ክኾን ኣሎ ማለት እዩ ይኸብዶ ወጥሪ ይገብረሉ ኣሎ እቲ እምሮ ማለት እዩ ኣብ ናይ ዝምድና ዕርክነት ክኾን ከሎ ከዓ እቲ ሰብኣይ ነታ ሰበይቲ እቲ ሰበይቲ ወይ ነቲ ሰብኣይ ማለት እዩ ኣብ ዕርክነት ኣብቲ መጀመርያ ምናዳ ኣብቲ ክላለዮ ከለዉ እንድሕር ንሳ ክትላለዮ ክትፈልጦ እናበለት ከላ ንሱ ኩሉ ማለት እዩ ብዘይ ዕረፍቲ መን ምዃኑ ካበይ መፅኡ ካበይ ከም ዝመፅእ እንታይ ይገብር እንታይ ዓይነት መደባት ከም ዘሎ እንታይ ክገብረላ ሓሲቡ ከም ዘሎ እንታይ ክሽልማ ሓሲቡ ከም ዘሎ ከመይ ገለ እናበለስ ብዘይ ዕረፍቲ ወላ ገዛ ምስ ከደት ከዓ ብቴክስ መሰጅ እናፀሓፈ ብኢሜይል ብገለ በቃ ኣብቲ ሓሳቡ ጥራይ ከም ትጸንሕ ገብር ማለት ሽዕኡ ቀስ ኢላ ክትውስን ዝሓሰበት ሓሲባ ነራ ክትከውን ትኽእል ገለ በቲ ናቱ ብብዝሒ ሓበሬታ ዝፍንወላ ዘሎ ዝስንድወላ ዘሎ ግን ቀልጢፋ እውን ኣብ ሓዳር እውን ክትኣቱ ትኽእል እያ ማለት እዩ ወይ ከዓ ኣብ ሎንግ ተርም ሪሌሽንሽፕ ዝበሃል ነዊሕ እዋን ክትቅጽል ትኽእል እያ ማለት እዩ ከይተረድኣ በቲ ዕረፍቲ ዘይብሉ ሓበሬታን እቲ ዝነግራን ዝብላን ዘሎን ማለት እዩ ምክንያቱ ምስ በዝሓስ በቲ ናቱ ትኸይድ ማለት እዩ ሕጂ ኣብዚ ዝኾነ ኣብ ስራሕ ክኾን ይኽእል ኣብ ኣኼባታት ኣብ ሸቐጥ ክሸጡልና ከለዉ ገለ እቲ ቦምባርድ ክገብሮ ከሎ ክድብድቡኻ ከሎ ብሓበሬታ ሓደ ካብቲ ሜላ ምዃኑ ንክንፈልጥ ኢለ